ሰላም ክቡራት ተኻታተልቲ ንሕጂ ኣብ ዝተዳለወ ዜናታት ኣብ ሱዳን ዝቕጽል ዘሎ ተቓውሞታት ኣብ ኣዲስ ኣበባ ዝተኻየደ ሰላማዊ ሰልፊ ኣብይ ኣሕመድ ዝዘርግሖ ጽሑፍ እስራኤል ብዛዕባ ኢትዮጵያ ዘሕለፈቶ መጠንቀቕታ ኡጋንዳዊ ጀነራል ንሓይልታት ትግራይ ዘሕለፎ መልእኽቲ ኣብ ልዕሊ መራሒ ዒራቕ ዝተገብረ ፈተነ ቅትለትን ካልእን ዝድህሰስ ክኸውን እዩ ናይ ወትሪ ተኻታተልቲ እዛ ቻነል ንምዃን ድማ ሳብስክራይብ ክትገብሩ ብኽብሪ ይዕድመኩም። ኣብዚ እዋን ኣብ ሱዳን ብዝግበር ዘሎ ዕርቂ እቶም ዕልዋ ዝፈጸሙ መራሕቲ ምስቶም ዕልዋ ዝተፈጸመሎም ሲቪላውያን መራሕቲ ስልጣን ክመቓርሑ ጻዕርታት ይግበረሉ ኣብ ዘሎ ግዜ ንህዝባዊ ተቓውሞ ሱዳን ዝመርሑ ዘለዉ ሰልፈኛታት ምስቲ ዕልዋ ዝገበረ ወተሃደራዊ ክንፊ ስልጣን ምምቕራሕ ኣይንደልን ብምባል ንኽልተ መዓልታት ዝጸንሕ ሃገራዊ ናይ እምቢታ ተቓውሞ ክገብሩ ምዃኖም ኣዊጆም ኣለዉ። ኣብዚ እዋን ብኣሜርካ፣ ሕብረት ኢሮጳን ውድብ ሕቡራት ሃገራትን ተመሪሑ ኣብ መንጎ ውተሃደራውያንን ሲቪላውያንን መራሕቲ ኣብ ዝግበር ዘሎ ዕርቂ ብሓድሽ ሰምምዓት እቶም ወገናት ስልጣን ክመቓርሑ ዝብል ሓሳባት ይቐርብ ዘሎ ኮይኑ ህዝቢ ግና ውተሃደራት ካብ ፖለቲካ ይውጽኡ ብምባል ምስ ውተሃደራዊ መሪሕነት ዘተ የለን፣ ሕድገት የለን፣ ስልጣን ምምቕራሕ የለን ዝብል ጭርሖታት ብምድግጋም ተቓውምኦም ይገልጹ ኣለዉ። ኣልጀዚራ ጸብጺባቶ ከምዘላ ከኣ፣ መንእሰያት መንገድታት ክዓጹ ብመራሕቲ ተቓውሞ ጻውዒት ቀሪብሎም ዘሎ ኮይኑ፣ ህዝቢ ከኣ ሎሚ ሰንበትን ጽባሕ ሶኑይን ናይ እምቢታ ተቓውሞ ክገብር ካብ ዝኾነ ስርሑ ክበኩር ጻውዒት ቀሪቡ ከምዘሎ ሓቢራ። ኣብ ኢትዮጵያ ዘሎ ኩነታት ምስ ገስጋስ ሓይልታት ትግራይን ሰራዊት ሓርነት ኦሮሞን ጌና መዕረፊ ኣብ ዘይተረኽበሉ ዘሎ ግዜ፣ ብዙሓት ሃገራት ዜጋታተን ካብታ ሃገር ክወጹ ክጽውዓ እንከለዋ፣ ገለ ሃገራት ድማ ንድብሎማሰኛታተን ምስ ስድራቤቶም ከውጽኣ ጀሚረን ኣለዋ። ካብ እስራኤል ይወጽእ ዘሎ ዜናታት ከም ዝሕብሮ ድማ ሚኒስትሪ ወጻኢ ጉዳያት እታ ሃገር ንስድራቤታት እቶም ኣብ ኢትዮጵያ ዝሰርሑ ዘለዉ ድብሎማሰኛታት ከውጽእ ክጅምር ምዃኑ ኣፍሊጡ ኣሎ። በጀካዚ ሚኒስትሪ ወጻኢ ጉዳያት እስራኤል ንዜጋታቱ ብዛዕባ ኣብ ኢትዮጵያ ዘሎ ኩነታት መጠንቀቕታ መልእኽቲ ኣመሓላሊፉ ኣሎ። ኣብቲ መጠንቀቕታ ከኣ ዜጋታት እስራኤል ናብ ኢትዮጵያ ከይከዱ፣ ኣብታ ሃገር ዘለዉ ድማ ብቕልጡፍ ክወጹ ዝብል እዩ። እዚ ይኹን እምበር እስራኤል ካብ ኢትዮጵያ ንስድራቤታት ድብሎማሰኛታት ከተውጽእ እኳ እንተወሰነት፣ ነቶም ኣብታ ሃገር ዝሰርሑ ዘለዉ ድብሎማሰኛታት ግና ስርሖም ክቕጽሉ ክትገድፎም ከምዝኾነት ተገሊጹ ኣሎ። ብጀካ እስራኤል እውን ካናዳ እውን ንዜጋታታ ካብ ኢትዮጵያ ክወጹ ናይ መጠንቀቕታ መልእኽቲ ኣመሓላሊፋ ዘላ ኮይና፣ ዜጋታታ ከኣ ብቕልጡፍ ካብታ ሃገር ክወጹ ጻውዒት ኣቕሪባ። ኣብ ዝመጽእ ዕለት ዓሰርተ ሽዱሽተ ናይዚ ወርሒ፣ ፕረዚደንት ዩጋንዳ ዩዌሪ ሙሰቪኒ ንጉዳይ ኢትዮጵያ ኣመልኪቱ ኣብ ዝጽውዖ ኣኼባ ምስ መራሕቲ ምብራቕ ኣፍሪቃ ዝርርብ ከካይድ ኮይኑ፣ ሕጂ ድማ ወዱ ንፕረዚደንት ኡጋንዳ ሙሰቪኒ ዝኾነ ኣዛዚ ሓይሊ ምድሪ ኡጋንዳ ጀነራል ሙሆዚ ንሓይልታት ትግራይ ነቡኡ ሙሰቪኒ ክሰምዑ ተማሕጺኑ ኣሎ። እቲ ጀነራል ዘርጊሕዎ ኣብ ዘሎ ጽሑፍ፣ ኣብ ሓይልታት ትግራይ ትርከቡ ጀጋኑ የሕዋተይ ንቓላት ጀነራል ሞሰቪኒ ስምዕዎ ከምቲ ንስኹም ሓሪቕኩም ዘለኹም ኣነ ውን ሓሪቐዮ ዘለኹ ዕላማኹም ውን ይድግፎዮ ድሕሪ ምባል በደለኛታት ክቕጽዑ ኣለዎም ኢሉ ጽሒፉ እዚ ናይ ሓይሊ ምድሪ ኡጋንዳ ላዕለዋይ መራሒ ወዱን ሞሰቪኒን ዝኾነ ጀነራል ብተወሳኺ ንሓይልታት ትግራይ ንምድጋፍ ኣይሰዓሩን እዮም ናይ ዘይተሰዓርነት መንፈስ ኣለዎም ብምባል ንሓይልታት ትግራይ ዘለዎ ደገፍ ገሊጹ እዩ ዝርከብ። ሎሚ ኣብ ከተማ ኣዲስ ኣበባ ንመንግስቲ ዝድግፍ ሰላማዊ ሰልፊ ከም ዝተኻየደ መንግስታውያን ማዕከናት ዜና ኢትዮጵያ ሓቢረን። ከም መግለጺ እተን ማዕከናት ከኣ ኣብቲ ኣብ ኣዲስ ኣበባ ዝተኻየደ ሰላማዊ ሰልፊ በሽሓት ዝቑጸሩ ነበርቲ ንመንግስቲ ዘለዎም ደገፍ ክገልጹ እንከለዉ ንርእሶም ክከላኸሉ ከም ዝኽእሉ ጨሪሖም እውን ክብላ ገሊጸን ኣለዋ። ኣብቲ ዝነበረ ሰላማዊ ሰልፊ ስነጥበበኛታት ከምኡ ድማ ዝተፈላለዩ ሰበ ስልጣን ተረኺቦም ቃሎም ከስምዑ እንከለዉ እቲ ዲሽታ ጊና ትብል ደርፊ ብምውጻእ ልዑል ህቡብነት ዝረኸበ ታሪኩ ጋንካሴ ዝበሃል ደራፋይ ዝተዛረቦ ንሰላም ዝጽውዕ ቃላት ግና ብብዝሒ ኣብ ማሕበራዊ ገጻት ኢንተርኔት ሸፈነ ረኺቡ ኣሎ። እቲ ስነጥበባዊ ኣብ መልእኽቱ ኩሉ ግዜ ጸሊም ምኽዳን ይኣኽለና፣ ኣብ ፈሙዝ ይኣክል፣ መወዳእታ የብሉን፣ ኣነ ተዋጊኤ ይፈልጥ እየ ምስ ሓውካ ምስ በሉኒ ግን ደኒነ እየ ተመሊሰ ኩናት ይኣክለና ንምንታይ ክንመውት ጥራይ ኢልና ንከይድ ይኣክለና መንእሰያት ይጽንሑ ሽማግለታት ቆጽሊ ሒዞም ይክዱ ይዕረቁና ክብል እዩ ንሰላምን ዕርቅን ዝጽውዕ መልእክቲ ዘመሓላለፈ እዚ ከምዚ ኢሉ እንከሎ ድማ ቀዳማይ ሚኒስተር ኢትዮጵያ ኣብይ ኣሕመድ ሓድነት እንድሕር ጌርና ኢና ንኩሉ ንሰግሮ ኣብ ኣሰር እቶም ዋጋ ዝከፈሉ ወለድና ንሕና ውን ዝመጽእ ወለዶ ብሓባር መሰረት ክነንብር እቲ እዋን ሕጂ እዩ ብምባል ሓደ ንኹን ዘስምዕ መግለጺ ዘርጊሑ ኣሎ። ነዚ ኣብ ኣዲስ ኣበባ ዝተገብረ ሰላማዊ ሰልፊ ኣመልኪቱ ሚኒስተር ዜና ኤርትራ የማነ ገብረመስቀል ኣብቲ መንደቕ ዘሎ ጽሑፍ ብሩህ እዩ፣ ናይ ህወሓት ደገፍቲ ማዕከናት ኣብ ክንዲ ብተደጋጋሚ ዘይጭበጥ ዛንታ ምድግጋም ካብቲ ናይ ሎሚ ህዝባዊ ድሌት ኣብ ኣዲስ ኣበባ ብሩህ መልእኽቲ ምወሰዱ። ብዘይ ምጥርጣር ከኣ ዘሎ ሃገራዊ ወኒ ናይ ኢትዮጵያ እዩ ዘንጸባርቕ ብምባል ነቲ ሎሚ ኣብ ኣዲስ ኣበባ ዝተኻየደ ሰላማዊ ሰልፊ ኣመልኪቱ ጽሒፉ ኣሎ። ቀዳማይ ሚኒስተር ዒራቕ ሙስተፋ ኣልካዝሚ ኣብ ርእሰ ከተማ እታ ሃገር ባቕዳድ ኣብ ዝርከብ መንበሪ ገዝኡ ካብ ዝተኻየደ ፈተነ ቅትለት ከም ዝተረፈ ገሊጹ። ነቲ ቀዳማይ ሚኒስተር ንምቕታል መንበሪ ገዝኡ ነታጕ ብዝጸዓነት ሰብ ኣልቦ ነፋሪት ዕላማ ከም ዝተገብረ እውን ሰበ ስልጣን እታ ሃገር ገሊጾም። ድሕሪ እቲ ፍጻመ እቲ ቀዳማይ ሚኒስተር ናብ ሆስፒታል ከም ዝተወስደ መራኸቢ ብዙሓን እታ ሃገር ክገልጻ እንከለዋ፣ እቲ ቀዳማይ ሚኒስተር ከኣ ንስለ ዒራቕ ኩሉ ሰብ ክረጋጋእ ኣለዎ ክብል ብትዊተር መልእኽቲ የሕሊፉ። ኣብቲ ፈተነ ቅትለት ብውሕዱ ሽዱሽተ ሰራሕተኛታት ጸጥታ እቲ ቀዳማይ ሚኒስተር ጉድኣት ከም ዝበጽሖም ሰብ መዚ እታ ሃገር ገሊጾም። ነቲ ብብዝሒ ሰራሕተኛታት መንግስትን ኤምባሲታትን ኣብ ዝርከብዎ ከባቢ ዝተፈጸመ መጥቃዕቲ ዛጊት ሓላፍነት ዝወሰደ ኣካል የለን። ነቲ መጥቃዕቲ ተግባር ግብረ ሽበራ ክትብል ዝኾነነት ኣሜሪካ ድማ ኣብ መርመራ ክትሕግዝ ፍቓደኛ ከም ዝኾነት ገሊጻ'ላ። ሓደ እዋን ሓላፊ ድሕነት ዒራቕ ዝነበረ፣ ኣብዚ እዋን ቀዳማይ ሚኒስተር እታ ሃገር ዘርሎ ሙስጠፋ ኣልካዝሚ፣ ኣብ ዝሓለፈ ዓመት ግንቦት'ዩ ቀዳማይ ሚኒስተር ኮይኑ ቃለ ማሕላ ፈጺሙ ዝነበረ። ኣብ ቀረባ ሰሙናት ደገፍቲ ናይቶም ምስ ኢራን ምሕዝነት ዘለዎም ፖለቲካውያን ጉጅለታት ኣብቲ መጥቃዕቲ ዝተፈጸመሉ ግሪን ዞን ተባሂሉ ዝፍለጥ ከባቢ ነቲ ኣብ ዝሓለፈ ወርሒ ዝተኻየደ ሃገራዊ ምርጫ ብምቅዋም ሰልፊ ኣካይዶም ነይሮም'ዮም። ኣብዚ ሰሙን ኣብ ዝተኻየደ ናዕቢ ዝተሓወሶ ሰልፊ ድማ ልዕሊ ሚእቲ ሰባት ጉድኣት በጺሕዎም ነይሩ'ዩ። ሓይሊ ባሕሪ ኣሜሪካ፣ ሰለስተ ላዕለዎት ኣዘዝቲ ናይታ ዝሓለፈ ወርሒ ሓደጋ ዘጋጠማ ብኒዩክለራዊ ጸዓት እትንቀሳቐስ መርከብ ትሕተ ባሕሪ ወይ ሳብማሪን ካብ ስራሕ ከምዘደስከላ ሓቢሩ። ሓይሊ ባሕሪ ኣሜሪካ ነቲ ስጉምቲ ዝወሰደ፣ እታ ሳብማሪን ዝሓለፈ ጥቅምቲ ኣብ ባሕሪ ደቡብ ቻይና እናተንቀሳቐሰት እንከላ ዘጋጠማ ሓደጋ ኣቐዲሙ ክውገድ እናኸኣለ እንከሎ ብሰንኪ ሸለልትነት ናይቶም ኣዘዝቲ ክውገድ ብዘይምኽኣሉ'ዩ ኢሉ። ሓይሊ ባሕሪ ኣሜሪካ፣ እታ ሳብማሪን እንታይ ምዃኑ ብዘይተነጸረ ነገር ብምግጫዋ እቲ ሓደጋ ከም ዘጋጠማ ድሕሪ ምምልካት፣ እቲ ሓደጋ ብኸመይ ከም ዘጋጠመ ንምፍላጥ ኣድላዪ መርመራታት የካይድ ከም ዘሎ ክሕብር ምጽንሑ ይዝከር። እዚ ይኹን እምበር ኣብቲ ዝገበሮ መርመራታት፣ እታ ሳብማሪን ቅድሚ ሕጂ ተዳህሲሱ ምስ ዘይፈልጥ ኣብ ትሕቲ ባሕሪ ዝቖመ ጎቦ ከም ዝተጋጨወት እዩ ከረጋገጽ ክኢሉ። ኣብቲ ሕጂ ብሓይሊ ባሕሪ ኣሜሪካ ክግታእ ይኽእል ነይሩ'ዩ ኢሉ ዝገለጾ ሓደጋ፣ ዓሰርተ ሓደ ኣባላት እታ ሳብማሪን ፈኲስ ጉድኣት ከም ዝወረዶም ክግለጽ ጸኒሑ እዩ። ህቡብ ኣሜሪካዊ ተዋሳኣይ ፊልም ሆሊውድ ጆርጅ ክሉኒ ማሕበራዊ መራኸቢ ብዙሓን ስእልታት ናይ ደቁ ካብ ምልጣፍ ክቑጠቡ ተማሕጺኑ። ብፍላይ ምስ ስራሕ በዓልቲ ቤቱ ብምትእስሳር ኣብ መራኸቢ ብዙሓን ስእልታት ደቁ ምልጣፍ ንህይወት ደቁ ኣብ ሓደጋ ከእቱ ከም ዝኽእል እዩ እቲ ተዋሳኣይ ገሊጹ ዘሎ። በዓልቲ ቤቱ ንጀርጅ ክሉኒ ኣማል ክሉኒ ተጣባቒት ሰብኣዊ መሰላት ኮይና ግብረ ሽበራውያን ናብ ፍርዲ ንክቐርቡ ከም እትሰርሕ እዩ ዝፍለጥ። ኣብ ግራቪቲ ከምኡ ድማ ኦሻንስ ዓሰርተ ሓደ ዝብላ ፊልምታት ብምውሳእ ዝፍለጥ ጆርጅ ክሉኒ፣ ንሱ፣ በዓልቲ ቤቱን ይኹኑ ደቁ ኣብ ዓይኒ ካሜራ ክኣትዉ ድሌት ከም ዘይብሉ እውን ወሲኹ ገሊጹ ኣሎ። ምሕጽንታ ናይዚ ህቡብ ተዋስኣይ ኣብ ዝተፈላለያ መጽሔታት ኣሜሪካ ቀንዲ መዛረቢ ዛዕባ ኮይኑ ኣሎ። ንሕጂ ዝተዳለወ ዜናታት እዚ እዩ ነይሩ። ብካልእ ክሳብ ንራኸብ!